ዝኸበርኪ ኣደ መንበር የቐንየለይ። ዝኸበርኩም ተሳተፍቲ ፈስቲቫል ሰላም ከመይ ትኾኑ? ኣብዚ ኣጋጣሚ እዚ ብዛዕባ ህልው ኩነታትን እዋናዊ ዕማማትን ሓደ ሓደ ርእይቶታት ንኸቕርብ ዕድል ብምርካበይ እመስግን። ኣብዚ ንነፍሲ ወከፍ ሓርበኛ፣ ንነፍሲ ወከፍ ሃገራዊ ኤርትራዊ ዘሻቕል ኩነታት እዚ፣ ብስም ፍልስፍና ፍቕርን ምድማርን ንናጻ ልዑላዊት ኤርትራ ዘንጸላሉ ድነ ስግኣት ስለዘሎ፣ ብዛዕባ እዚ ኩነታት እዚ፣ ኣጥቢቕና ክንከታተልን ግቡእና ከነልዕልን ፍሉይ ሓላፍነት ዘለና ኮይኑ ይስመዓኒ። ኣብ ዝሓለፈ ሓጺር እዋን፣ ኣብ ሽዱሽተ ሳምንቲ ኣብ ዘይኣክል ግዜ፣ ሃንደበታዊ ለውጢ፣ ኣብ ዝምድና ኤርትራን ኢትዮጵያን ተራእዩ ተኸታታሊ ድራማዊ ፍጻሜታት ኣብ ኣስመራ፣ ኣብ ኣዲስ ኣበባ፣ ኣብ ኣዋሳ ተዓዚብና። ሕመረት ናይቶም ፍጻሜታት ብቐንዱ እቲ ሓባራዊ ኣዋጅ ሰላምን ምሕዝነትን ኣብ መንጎ ኤርትራን ኢትዮጵያን እዩ። ዕላምኡ እንታይ እዩ? ምናልባት ኣብ ዝምድናታት ሃገራት ኣብ መንጎ መራሕቲ ኣብ ዝግበር ልዝብ ኣብ ሓፈሻዊ ዕላማታት ወይ መትከላት ክትሰማማዕ እቲ ዝቐለለ እዩ። እቲ ዝጸንከረ ከኣ ኣብ ዝርዝራት ምርድዳእ እዩ፣ The devil is always in the details እንግሊዛውያን ክምስሉ ከለዉ። ስለዚ ብወገን ኤርትራ እንታይ ትሕዝቶ ኣለዎ፣ እንታይ እዩ እቲ ዝርዝር ስምምዓት፣ ኣበይ ንምብጻሕ እዩ፣ ዝፍለጥ የለን። ምኽንያቱ ህዝቢ ኤርትራ ብምሉኡ ኣብ ውሽጢ ዘሎ ይኹን፣ ኣብ ዝለዓለ ጽፍሒ መንግስቲ ዘለዉ ሰበስልጣን ከይተረፈ ኣብ ጸልማት ስለዘለዉ። ብሓጺሩ ግን እቲ ኩነተ ኩናት ከብቅዕ ጥቡቕ ፖለቲካዊ፣ ቁጠባዊ፣ ማሕበራዊ፣ ባህላዊ፣ ጸጥታዊ ምትሕብባር ክግበር፣ ንቡር ዲፕሎማስያውን ንግዳውን ንጥፈታት ክካየድ፣ ውሳኔ ዶብ ክትግበር ዞባዊ ሰላም፣ ልምዓትን ምትሕብባርን ንምምፃእ ምስራሕ ዝብሉ እዮም። ምናልባት እዚ ሓባራዊ ኣዋጅ እዚ ንሓደ ኣብ ታሪኽ ክልቲኡ ጎረባብቲ ሃገራት፣ ክልቲኡ ጎረባብቲ ህዝብታት ኣዝዩ ኣዕናዊ፣ ግናይ መሪር ምዕራፍ፣ ይድምድም ክበሃል እከኣል። እዚ ምዕራፍ እዚ ብምንታይ ኢለ እንድሕር ኢልናዮ፣ ሓደ እቲ ፖለቲካ ናይ ኲናትን ክልተኣዊ ተጻብኦታትን፣ ክልተ እቲ ጃምላዊ ጥርዝያታት ዝተራእየ ጥርዝያታት ጥራይ ዘይኮነ፣ እንተላይ እቲ ራስያታት ሃብቲ ንብረት ጥሪት ኤርትራውያን ኣብ ኢትዮጵያ፣ ሓሳብ ናይ ክሰር ክሰር ክልተኣዊ ዝምድናታት ብጠንቁ ከኣ ክልቲኡ ሃገራትን ክልቲኡ ህዝብታትን ዝኸሰሮ ዓቢ ዕድል ናይ ቁጠባዊ ልምዓት፣ ናይ ማሕበራዊ ግስጋሰ፣ ናይ ሰብኣዊ ድሕነት ንክልቲኡ ህዝብታት። መልሰ ግብሪ ኤርትራውያን ኣብዚ ሓባራዊ ኣዋጅ ሰላምን ምሕዝነትን እንታይ ይመስል እንድሕር ኢልና መብዛሕትኡ ህዝቢ ኤርትራ ብዓቢ ታሕጓስ ተቐቢልዎ ክበሃል ይከኣል። ምኽንያቱ ናፍቖትን ሃንቀውታን ናይ ሰላም ናይ ንቡር ሂወት ስለ ዘለዎ። መሳርዕ ሓይልታት ምክልኻል ኤርትራ እውን ብታሕጓስ ተቐቢሎሞ። መኣዝን ናይዚ ፍጻሜታትዚ እናነጸረ ኣብ ዝመጸሉ እዋን ግን፣ ኣብ መላእ ህዝቢ ኤርትራ ዓቢ ሻቕሎት ከም ዘሕደረ ኩላትና ንግንዘቦ ጉዳይ እዩ። ስለምንታይ እዩ እቲ ሻቕሎት? ሓደ፣ መልሲ ፕረዚደንት ኢሳያስ ኣብ መዓልቲ ሰማእታት ኣሉታዊ ጸዓት ወይ ነገቲቭ ኤነርጂ ዝምንጩ ኣብ ሕነ ምፍዳይን ቅርሕንትን ዝተመርኮሰ ስለዝኾነ፣ ንመጻኢ ሰላም ኣመት ስለ ዘይህብ። ክልተ፣ ሚኒስተር ወጻኢ ጉዳያት ኤርትራ ኣብ ኣዲስ ኣበባ ከይዱ ምቕሉል መራሒና ምባሉ ምናልባት ብዙሓት ናብ ሞላቕ ዶ ኸውን ኢልና ሸለል እና ዝሓለፍናዮ ኔርና ንኸውን ግን ድሕሪኡ ዝተኸስተ ፍጻሜታት ከም ዘመልክቶ ምላቕ እውን ኣይነበረን ማለት እዩ። ኣብ ኣዲስ ኣበባን ኣብ ኣዋሳን ዝነበረ ሆይሆይታ ዳንኬራ ሓደ ህዝቢ ንስኻ እኻ ትመርሓና ውክልና ሂበካ ኣለኹ እዚ ኩሉ እንታይ ኣምፀኦ? ናይ ብሓቂ እቲ ሆይሆይታ ንቡር ፕሮቶኮላዊ ቅጥዒ ዝሰኣነ ንሃገርን ህዝብን ዘዋርድ ኣሕፋሪ ተርእዮ እዩ ነይሩ። ንሕና ኤርትራውያን ኣዕናዊ ኩናት ዶባት ርኢና፣ ጎበጣ መሬትና ርኢና፣ ንዝሓለፈ ልዕሊ ክልተ ዕስራታት ከኣ ብመድቆስቲ ናይ ምልኪ ህዝብና ክሳቐ ጸኒሑ። ኣብዚ እዋን'ዚ እቲ ጎበጣ መርየት እናሃለወ፣ እቲ ተሞክሮ ናይ ኣዕናዊ ኩናት እናሃለወ፣ ዶብ ኣገዳስነት የብሉን፣ ብዛዕባ ዶብ እውን ኣይተዘራረብናን እናተባህለ ዝዝረብ ዘሎ እንድሕር ዝተብሃልናሉ፣ ንልኡላውነት ሃገር ኤርትራ ኣብ ሓደጋ ዘእቱ ኣዝዩ ኣሻቓሊ ክስተት እዩ። ትርጉም ሓባራዊ ኣዋጅ ዓዳቒና ምርዳእ፣ ኣተገባብርኡ ምክትታል፣ ናይ ብሓቂ ሓደ ካብቲ ብጽሞና ክንሓስበሉ ክንገብሮ ዘለና ጉዳያት እዩ። ምናልባት ኣነ ኣብዚ ብዛዕብኡ ዝርዝር ርእይቶ ከቕርብ መደብ ነይርኒ ግን ብጠንቂ እቲ ገደብ ናይ ግዜ ክሰግሮ እየ። ብሓጺሩ ግን ህያው ሰላም ኣብ ኤርትራን ኢትዮጵያን ብቐዳምነት ኣብ ውሽጢ ኢትዮጵያን ኣብ ውሽጢ ኤርትራን ሰላም ከረጋግጽ ክኽእል ኣለዎ። ስርዓት ኢሳያስ ምስ ኢትዮጵያ ክዕረቕ እንድሕር ኮይኑ ምስ ህዝቢ ኤርትራ ብቐዳምነት ክዕረቕ ክኽእል ኣለዎ። ኣብ ውሽጢ ኤርትራ ሰላም ከይሃለወ ኣብ መንጎ ኤርትራን ኢትዮጵያን ሰላም ክህሉ ኣይክእልን'ዩ። ኤርትራ ኤርትራ ብፖለቲካዊ ልምሰት፣ ብቁጠባዊ ዕንወት፣ ብማሕበራዊ ዝርገት ዝልለ ውሽጣዊ ኩነታት'ዩ ዘለዋ። ኣብ ኢትዮጵያ እውን እንተኾነ ኣብ ብዙሕ ዞባታት ኤትኒካዊ ግጭታት ኣለዉ። ዘመተ ናይ ጽልኢ ዘረባታት ኣሎ። እዚ ኩሉ ንርእሱ ኣብ ውሽጢ ኢትዮጵያ ርጉእ ዘተኣማምን ኩነታት ከምዘየለ እዩ ዝሕብር። ስለዚ ኣብ መንጎ ክልተ ሃገራት ህያው ሰላም ክመጽእ እንድሕር ኮይኑ እተን ክልተ ሃገራት ኣብ ውሽጠን ንኹሉ ህዝበን ዝሓቁፍ ህያው ሰላም ከረጋግጻ ክኽእላ ኣለወን። ምትሕብባር ካልኣይ ሰላም ብደረጃ ሃገር ብደረጃ ዞባ ኣይመቓቐልን እዩ። እንታይ ማለት እዩ? ኣብ መንጎ ኤርትራን ኢትዮጵያን ዝግበር ስምምዕ ሰላም ንሓደ ኣገዳሲ ተዋሳኢ፣ ንሓደ ኣገዳሲ ጉጅለ፣ ንሓደ ኣገዳሲ ፖለቲካዊ ሓይሊ ጎሲኻ ወይ ኣግሊልካ ክብጻሕ ኣይከኣልን እዩ። ምናልባት ምህናጽ ብዙሕ ጻዕሪ ብዙሕ ግዜ ይሓትት፣ ዕንወት ግን ብዙሕ ሓይሊ ኣየድልዮን እዩ፣ ብዙሕ ግዜ ኣየድልዮን እዩ፣ ብዙሕ ጻዕሪ እውን ኣየድልዮን እዩ። እቲ ምትሕብባር ክልቲኡ ህዝብታት ዝበሃል እቲ ኣብ ፖለቲካዊ፣ ቁጠባዊ፣ ባህላዊ፣ ማሕበራዊ፣ ጸጥታዊ መዳያት ምትሕብባር ዝበሃል ንክልቲኡ ህዝብታት ብማዕረ ከርብሕ ክኽእል ኣለዎ። ተመጣጣኒ ረብሓታት፣ ተመጣጣኒ ጥቕሚ ከምጽእ እንተዘይክኢሉ እሞ ስለምንታይ? ብቀዳምነት ብቀጥታ ንህዝቢ ኤርትራ ንህዝቢ ኢትዮጵያውን ከምኡ ከርብሕ ክኽእል ኣለዎ። ኩነታት ሃገርና እንድሕር ርኢና ግን ቁጠባ እቲ ብሕታዊ ጽላት እቶም ሰብ ዋኒን ኣበይ ኣለዉ እንድሕር ኢልና ፈቐድኡ እተዘሪኦም። ቁጠባ ኤርትራ ንዘቤታዊ ወፍሪ ዕጹው እዩ። ዘቤታዊ ወፍሪ ዓጺኻ ግዳማዊ ወፍሪ፣ ግዳማዊ ቀጥታዊ ወፍሪ ብፍላይ ድማ ኢትዮጵያዊ ወፍሪ ዓዲምካ ምምጻእ ኣይከኣልን። እንድሕር ተፈቲኑ ከኣ ውጽኢቱ ንሓደ ወገን ዘርብሕ ነቲ ካልእ ዘየርብሕ ክኸውን እዩ። ምናልባት ኣብ ዝርዝር ኣቲኻ ብዛዕባ ዓቕሚ፣ ብዛዕባ ትካላት፣ ብዛዕባ ዓቕሚ ክብል ከለኹ ሞያዊ ዓቕሚ፣ ናይ ዋኒነ ትካላት ዓቕሚ ዋላ ናይ መንግስታዊ ትካላት ዓቕሚ ብዝርዝር ክንዛረብ ንኽእል ኢና። ግን ተመጣጣኒ ዓቕሚ የለን፣ ተመጣጣኒ ኩነታት የለን። ተመሳሳልነት ኣሎ ብሓፈሽኡ መንጎ ክልቲኡ ሃገራት ግን ተመጣጣኒ ኣይኮነን ብዝኾነ መንገዲ እንድሕር ተመጣጣኒ ዓቕሚ ሃልዩካ ከኣ ኣብ ሓደ ሽርክነት ኣብ ትኣትወሉ እዋን ተመጣጣኒ ወይ ተመዛዛኒ ረብሓታት ከተረጋግጽ ኣይትኽእልን ኢኻ እዚ ብዝርዝር ክዝረበሉ ዝከኣል እዩ። ብሓፈሽኡ እቲ ሓድሽ ክልተኣዊ ዝምድናታት ንዓና ንኤርትራውያን ብፍላይ ነቶም ደሞክራስያዊ ምሕደራ ቅዋማዊ ስርዓት ንምምጻእ እንቃለስ ብድሆታት ይፈጥረልና እዩ፣ ክኸፍተልና ዝኽእል ዕድላት እውን ኣሎ፣ እንታይ ዕድላት ይኽፈት ቀስ ኢልና መሚና ለሊና ከመይ ጌርና ነዚ ዕድላት እዚ ንረብሓና ንጥቀመሉ እውን ክንሓስብ ሓላፍነት ኣለና። ኣብዚ እዋን እዚ ዶብ ኣገዳሲ ኣይኮነን፣ ኣገዳስነት የብሉን፣ ብዛዕባ ዶብ ኣይተዘራረብናን፣ እሞ ደኣ ጎበጣ ኢትዮጵያ ኣብቂዑ፣ ሰራዊት ኢትዮጵያ ካብ ሉኣላዊ ልዑላዊ መሬትና ከይሰሓበ ንሕና ኣብ ልዝብ ኣይንኣቱን ክበሃል ጸኒሑ እንታይ ድኣ ተረኺቡ ሕጂ? እዚ ኩሉ እንዳሃለወ ኪኖ ልዝብ ኣብ ሓባራዊ ኣዋጅ ሰላምን ምሕዝነትን ተበጺሑ ጉዳይ ዶብ መዕለቢ ምግባር ንርጉእ ሰላም ንቐጻሊ ህላወ ናጻ ልዑላዊት ኤርትራ ወሳኒ ረቋሒ እዩ። ዶብ ሃገራዊ መንነት ዜጋታት ይውስን። እቲ ኣብ ወሰናስን ዶብ ዘሎ ህዝቢ ናይ ነይቲ ሃገር ዜጋ እዩ። ዶብ ልዑላዊ ስልጣን ናይ ሓደ መንግስቲ ይውስን፣ ዶመስቲክ ጁሪስዲክሽን ማለት እዩ፣ ይውስን። ዶብ ከይተሓንጸጸ ኣየናይ ህዝቢ ናይ መን ዜጋ እዩ፣ ኣየናይ መሬት ኣብ ትሕቲ መን ናይ መን ሕጋዊ ስልጣን ይመሓደር፣ እዚ ጉዳያት እዚ ክውሰን ኣይክልን እዩ። ኣብ ኣፍሪቃ ኩሉ ዶባት መግዛእታዊ ዶባት እዩ። ዶብ ኤርትራን ኢትዮጵያን እውን መግዛእታዊ ዶባት እዩ። ሰለስተ ውዕላት ኩላህና ንፈልጦ እዩ፣ ኣብዚ ምዝርዛሩ ኣየድልን። መግዛእታዊ ዶብ ንምዕቃብ ዝመጸ ሓደ ኣህጉራዊ ሕጊ ኣሎ። እዚ ኸኣ መጀመርያ ሃገራት ላቲን ኣሜሪካ ካብ መግዛእቲ ስጳኛን ፖርቹጋልን ክገላገላ ከለዋ እቲ ዝነበረ መግዛእታዊ ዶባት ዓቂበን ናጽነተን ክሕልዋ ወይ ከረጋግጻ ዝተገብረ ብላቲን እዩ እቲ ኽስታይ ኡቲ ፖሰዲቲስ ጁሪስ ይበሃል እንታይ ማለት እዩ እዚ እቲ ኣብ እዋን መግዛእቲ ዝነበረ ዶብ ደይትንከፍ ወይ ብፁእ ዶብ ይኸውን ይብል ስለዚ እቲ እዚ መግዛእታዊ ዶብ እዚ ኣብ መስርሕ ናይ ዝሓለፈ ኣርብዓ ሓምሳ ስሳ ዓመታት ኣብ ልምዳዊ ኣህጉራዊ ሕጊ ኣትዩ ብፍላይ ከኣ ኣብ ኣፍሪቃ ተቐባልነት ልዑል ተቐባልነት ረኺቡ ክስራሓሉ ጸኒሑ እዩ። እዚ ከኣ ኣብ ቻርተር ውድብ ሕቡራት ውድብ ሓድነት ኣፍሪቃ እንድሕር ርኢና ኣብ ሽሕን ትሽዓተ ሚእትን ስሳን ሰለስተን ኣብ ውሳኔ ናይ መራሕቲ ሃገራት ኣፍሪቃ እንድሕር ርኢና ኣብ ሽሕን ትሽዓተ ሚእትን ስሳን ኣርባዕተን ከምኡውን ኣብቲ ኮንስቲቲቭ ኣክት ወይ ኣቋሚ ተግባር ትብሎ ወይ ናይ ኣፍሪቃዊ ሕብረት ኣብዚ ኩሉ ክጸድቕ ርኢናዮ ኢና። ስለዚ እንታይ ማለት እዩ እዚ ዶብ ኣገዳሲ እዩ። መግዛእታዊ ዶብ ከኣ ክቕየር የብሉን። እቲ ዶብ ብኸመይ ይሕንጸጽ ምናልባት እዚ ዝለዓል ሕቶታት ኣሎ ብዝርዝር ክዝረበሉ ይከኣል ግን ቦትኡ ኣይኮነን እዚ። እቲ ብዚ ንዓና ዘሻቕለና ዘሎ ግን ጉዳይ ዶ መዕለቢ ከይተገብሮ ናይ ብሓቂ ኣቓልቦ ህዝቢ ኤርትራ ክቐስን ኣይክእልን እዩ። ጉዳይ ዶብ መዕለቢ እንድሕሪ ተገይርዎ ግን ርጉእ ሰላም እንድሕሪ ምጽኡ ኣቓልቦና ናብ ደሞክራሲያዊ ስግግርን ቁጠባዊ ልምዓትን ከነድህብ ንኽእል። ዶብ መራኸቢ ድንድል ይኸውን ኣብ ክንዲ መጋረዲ ፈላላዪ መተሓላለፊ ሰባት መተሓላለፊ ኣቑሑ ንግዲ ርእሰ ማል ወዘተ ወዘተ ይኸውን። ፖለቲካዊ ምትሕጋዝን ቁጠባዊ ምትሕብባርን ብተሳትፎ ክልቲኡ ህዝብታት ደረጃ ብደረጃ ይምዕብል፣ ብዊንታ ወይ ብትእዛዝ ናይ መራሕቲ ጥራይ ዘይኮነ። ኣብ መወዳእታ ክብሎ ዝደሊ እዚ ሆይሆይታ ናይ ሓድሽ ፍቕርን ምድማርን ሓደ ህዝቢ ኢና፣ ካብቲ እቲ ሓደ ህዝቢ ዝብል ጽውጽዋይ ወይ ፈጠራ ወይ ሚት ክትብሎ ትኽእል፣ ካብ ሚት ናይ ሓደ ህዝቢ ወይ ካብ ፈጠራ ናይ ሓደ ህዝቢ ናብ ፈጠራ ናይ ሓደ ሃገር ክሰግር ቀሊል እዩ። እዚ ኩነት እዚ ከ ኣብ ምንታይ ከም ዘእተወና ንዓና ንኤርትራውያን ንፈልጥ። ሰላሳ ዓመት ምእንቲ መሰል ርእሰ ውሳነ ተቓሊስና፣ ማእለያ ዘይብሉ መስዋእቲ ከፊልና፣ ናጽነት ኣረጋጊጽና፣ እንደገና ዶባዊ ኩናት፣ እንደገና እንደገና እንደገና ናጻ ሉኣላዊት ሃገረ ኤርትራ ኣላ ክትነብር ክትክእል ኣለዋ። ኣብ ኢትዮጵያ ሓያል ንፋስ ለውጢ የንበልብል ኣሎ። ኣብ ኢትዮጵያ ሓድሽ ኣሰራርዓ ሓይልታት ይመጽእ ኣሎ። ሓድሽ ሚዛን ፖለቲካዊ ስልጣን ይመጽእ ኣሎ። ጽልውኡ ንዓና ኣብ ህሉው ኩነታትና ይኹን ኣብ መጻኢ ጉዕዞና እንታይ ይመስል፣ ከመይ ጌርናኸ ንረብሓና ክንቅይሮ ንኽእል፣ እዚ ጉዳያት እዚ ክንሓስበሉ፣ ክንመያየጠሉ፣ ብግብሪ ክንሰርሓሉ ይግበኣና። ኣብዚ መድረኽ እዚ ንሕና ኤርትራውያን መሰረታዊ ለውጢ ናይ መኣዝን መሰረታዊ ለውጢ ናይ ኣሰራርሓ፣ ናይ ኣተሓሳስባ፣ ናይ ኣረኣእያ፣ ናይ ኣተሓሕዛ ጉዳያት ክንገብር ክንክእል ኣለና። ብእንግሊዝኛ እንታይ ይበሃል? ፓራዳይም ሽፍት ክንገብር ክንክእል ኣለና። እዚ እንታይ ማለት እዩ? ሕጂ ረኣይዎ፣ እዚ ተቓውሞ፣ እዚ ንህግደፍ ዝድግፍ፣ ኣይ ምስ ህግደፍ ኣይ ምስ ተቓውሞ ላንግላንጋ ዘሎ፣ ብዓቐን እንድሕር ርኢናዮ ኣየናይ ይበዝሕ? ስለምንታይ ስለምንታይ ኢና ኣብዚ ኩነታት እዚ ወዲቕና? ተቓውሞ እኮ ኣድማዒ ተቓውሞ ስልጣን ኣልዩ ወይ ምልኪ ኣልዩ ፖለቲካዊ ስልጣን ንምጭባጥ ዝግበር ቃልሲ እዩ እምበር ዓመት ዓመት ወይ ዓመታት ምቑጻር ትርጉም ኣልቦ እዩ። ስለዚ እዚ ንሕና እንድሕሪ ደኣ ናይ ብሓቂ መሰረታዊ ለውጢ ናይ መኣዝን ክንገብር ኮይንና፣ ሓደ ካብ ዕንክሊላዊ ፖለቲካ ናይ ህልኽን ቅርሕንትን ወጺእና ንዝበዝሐ ኤርትራዊ ዘሳትፍ ኣብ ጽምዶ ዘእቱ መደብ ስራሕ ክንሕዝ ክንክእል ኣለና። ኩሉ ኤርትራዊ ሃገራዊ እዩ። ዋላ እዚ ምስ ህግደፍ ብዝተፈላለዩ ምኽንያታት ንህግደፍ ክድግፍ ዝጸንሐ ሕጂ ኣብ ዓሚቕ ሻቕሎት ኣትዩ ከም ዘሎ ኣነ ከረጋግጸልኩም። ኩላህና ርክባት ኣለና ምስ ዝተፈላለዩ ሰባት። ኩሉ ይሻቐል ኣሎ። ንኹሉ ኣብ ጽምዶ ምእንቲ ሉኣላዊ ልዑላዊ ቀጻሊ ልዑላዊ ልዑላዊት ኤርትራ ከነእትዎ ክንክእል ኣለና ማለት እዩ። ካብ ፖለቲካ ናይ ቅድመ ናጽነት ምግልጋል ክንክእል ኣለና። ካብ ፖለቲካ ናይ ውድባት ወጺእና ናብ ፖለቲካ ናይ ሃገር ክንሰግር ክንክእል ኣለና። ሓደ ኣብነት ክበኩም ኣነ ሕቶ ባንዴራ ንብዙሓት ምናልባት ደስ ኣይብለኩም ንኸውን ግን ኩለን ሃገራት ኩለን ዞባዊ ኣህጉራዊ ውድባት ዝፈልጣ ባንዴራ ባንዴራ ሉዓላዊት ሃገረ ኤርትራ ሓንቲ እያ። ነፍሲ ወከፍ ውድብ ድላዩ ዓይነት ባንዴራ ክህልዎ ይኽእል እዩ። ባንዴራ ሃገር ግን ሓንቲ እያ፣ ንሳ ከኣ ሓደ ብሕጋዊ መስርሕ ንመላእ ህዝቢ ኤርትራ ወኪሉ ዝቐውም ወካሊ ኣካል፣ ባይቶ ንበሎ ፓርላማ ንበሎ፣ ዘትዩ ገምጊሙ ክቕይራ ከመሓይሻ ድላዩ ክገብር ይኽእል እዩ። ክሳብ'ቲ እዋን እቲ ግን ከም ባንዴራ ሃገረ ኤርትራ ተቐብልና እንተዘይኴንና ኣብዚ ዝጸንሐ ብዘይጠቅም ኣብ ቆይቋ ኣብ ምፍልላይ ካውንተር ፕሮዳክቲቭ ኣብ ዝኾነ ፖለቲካዊ ቆይቊ ንኣቱ ኣለና። እዚ ከኣ ፋይዳ ይብሉን። ካልኣይ ትግባረ ቅዋም ሽሕን ትሽዓተ ሚእትን ተስዓን ሸውዓተን ኣነ ነግረኩም መንቅብ ዘይብሉ ዕቃበታት ዘየልዕል ንኹሉ ዘሕጉስ ምሉእ ዝኾነ ሕጋዊ ሰነድ ቅዋም የለን። ኣብ ተመክሮ እናተመሓየሸ ግን እናተማልአ ክኸይድ ይኽእል። ኣነ ከም ውልቀይ ኣብ ክንዲ ብውልቃዊ ዊንታ ናይ ሓደ መላኺ ብሓደ ምሉእ ዘይኮነ ቅዋም ክንመሓደር ዝያዳ እምረጽ ዝብል እምነት ኣለኒ። ጉድለታቱ ኣብ መስርሕ ክዕረ ክእል እዩ፣ ኣገባብ ኣለዎ ንምምሕያሽ። ስለምንታይ ከምኡ እብል ኣለኹ? ዝበዝሐ ህዝቢ ኣብ ጎኒ ተቓላሳይ ንፍትሒ ከሰልፍ ስለ ዝኽእል። ምናልባት ከም ሳልሳይ ኣብዚ ከልዕሎ ዝደሊ ተኣማንነትን እሙንነትን ምናልባት ኣብቲ ትግርኛ ቁሩብ ጸገም ኣለዎ ሎያልቲ ኤን ክሬዲቢሊቲ ማለት እዩ ሕማቕ ኣጋጣሚ ኮይኑ ተቃውሞ ኣብ ጽንኩር ንዕኡ ዘይምችእ ባይታ ኮይኑ ክቃለስ ጸኒሑ ሓደ ሓደ ውድባት ውልቀ ሰባት ብዝተፈላለየ ምኽንያታት ፀግዒ ንሃገራዊ ጉዳይ ኣብ ዝምልከት ንልኡላውነት ሃገር ኣብ ዝምልከት ፀግዒ ናይ ተፃባእቲ ሓይልታት ምሓዞም እዚ ኸኣ ብፕሮፓጋንዳ ተመዝሚዙ ንዕኦም ንምንፃልን ናቶም ተኣማንነት ንምንካይን ዝተኻየደ ጎስጓስ ስለ ዘሎ እዚ ንገዛ ርእሱ ተኣማንነት ኣብ ገለ ውድባት ወይ ባእታታት ናይ ተቓውሞ ክንኪ ክኢሉ፣ ብኣልማማ ከኣ ንኣድማዕነት ናይ ተቓውሞ ብምልኡ ይንኪ ማለት እዩ። ብተወሳኺ፣ ሎያልቲ ጥራይ ዘይኮነ ክረድብልቲ፣ እንድሕሪ ደኣ ደላይ ፍትሒ እየ፣ ደሞክራስያዊ ለውጢ ንምምጻእ እየ ዝቃለስ እናበልካ፣ ምስ ሓደ ተጻባኢ መርገጺ ዘለዎ ወይ ሉኣላዊ መሬትካ ሒዙ ዘሎ ስርዓት እንድሕሪ ትረግጽ ኮንካ ኣብ ሓደ ሓደ ጉዳያት ናትካ ተኣማንነት ከም ኤርትራዊ ሃገራዊ ምስቲ ኣንጻርካ ዝግበር ፕሮፖጋንዳ ጽልዋ ኣለዎ። ኣብ ፖለቲካ ከኣ ክውንነትን እንታይ ትብሎ ፐርሰፕሽን ኤን ሪያሊቲ ማዕረ እዩ ናቱ ሳዕቤን። እንድሕር እቲ ኣት ፐርሰፕሽን ኣልዩ እቲ ከምኡ ዝብል ኣተሓሳስባ ሃልዩ ብግብሪ ሰርሒ ማለት እዩ። ስለዚ ኣብዚ ክብሎ ዝደሊ መወዳእታ ንኹሉ ኤርትራዊ ዝጸንሖ መርገጺ ብዘየገድስ ምስ ህግደፍ ክዳናገጽ ዝጸንሐ ንህግደፍ ክድግዝ ዝጸንሐ ኣያብቲ ኣያብቲ ነብሱ ገሊሉ ዝጸንሐ ኣብ ተቃውሞ ነጢፉ ክቃለስ ዝጸንሐ ንኹሉ ኤርትራዊ ዝሓቁፍ ልዑላውነት ሃገር ንምውሓስ፣ ደሞክራሲያዊ ስግግር ንምምጻእ ንምቅላስ ኣብ ጽምዶ ዘእቱ ሓያል ዘመተ ከነካይድ ክንክእል ኣለና። ምናልባት ሓደ ሓደ ባእታታት ናይዚ ዘመተ እዚ ኣብዚ ክእምም እኽእል እየ። እዚኦም ከኣ ሓደ ዶብ ይመልከት ዝብል ዘመተ ከነልዕል ንኽእል፣ ቅዋም ይተግበር ዝብል ዘመተ ከነልዕል ንኽእል፣ ፖለቲካዊ እሱራት ይፈትሑ ዝብል ዘመተ ከነልዕል ንኽእል፣ ሃገራዊ ኣገልግሎት ሕጋዊ ገደቡ ይሓዝ ዝብል ዘመተ ከነልዕል ንኽእል፣ ኤርትራ ኣብ ኲናት የመን ኣይትሳተፍ ዝብል ዘመተ ከነልዕል ንኽእል። ናይዚ ዘመተታት እዚ ምናልባት ፍሉይ መግለጺታት ብዝርዝር ክግር ክቕረብ ክመጽእ ይኽእል። ከም ስትራተጂ ከም ስልቲ ናይ ቃልሲ ግን ከርብሓና እምበር ክጎድኣና ከም ዘይክእል ኣነ እኣምን። ከምኡ እንድሕር ጌርና ኣብ ልዕሊ እቲ ስርዓት ጸቕጢ ከነዛይድ ዝዓበየ ኣህጉራዊ ደገፍ ወይ ምድንጋጽ ነቲ ንገብሮ ቃልሲ ምእንቲ ደሞክራስያዊ ስግግር ኣብ ኤርትራ ከነመዝግብ ንኽእል። እዚ ዘንጸላሉ ዘሎ ሓደጋ ጎበጣ፣ ዳግማይ መግዛእቲ፣ ክንኣሊ ንኽእል፣ ኣብ መወዳእታ ከኣ ኣብ ኤርትራ ደሞክራስያዊ ለውጢ ንምምጻእ ንምድራኽ ከገልግለና ይኽእል። ጽን ኢልኩም ስለ ዝሰማዕኩምኒ ብልቢ ኣመስግን። ዘልኣለማዊ ሓበን ንሰማእታትና፣ ዕድመ ንናጻ ልዑላዊት ሃገረ ኤርትራ። የቐንየለይ።